ሰላም ሰላም ኩራት ተኸታተልቲ መደብ ብርሃን ሪከርድስ ከመይ ትጸንሑ ከምቲ ልሙድ ሎ መዓንቲ እውን ምስ ሓንቲ ክብርቲ ካራክተር መፂና ኣለና ክሳብ መወዳእታ ንክትከታተሉና ሓደሽትን ዝኾንኩም ድማ ሰብስክራይብ ንክትገብሩ ብትሕትና ንዕድም እሺ ክብርቲ ካራክተር ድምፃዊት ዳናይት ዮሃንስ ዕድሜና ኣኽቢርኪ ስለ ዝመፃኺ ከመስግነኪ ይፈቱ ከመይ እሞ ኣለኺ? ንምፍቃር ግን በቒዕኺ ድኺ? ዕድመ ገለባ እሺ ከመይ ዓይነት ወዲ ኢኺ ኣፍቂርኪ ዘለኺ? እወ ንገርኒ

ብኸመይ መንገዲ ሕገብ ዘሎ ዓዲ ብኸመይ እምቧ ብሓቂ ከይ ከምዚ ሰረቐኪ ብዓይኒ ምስ ኣረጋገጽኪ እንታይ ኢልክዮ ኣብ ዓይንኻ ኣሎ ገለይ ብድሕሪኡስ። ኣብ ልሳንካ ኣሎ መልሲ ንልበይ ንልበይ ዘስለኒ ኦኬ መቸም ከም ዝተረደእኪ ገይርና ንሕሰባ እሞ እሺ ምስ በለክኸ ኢደይ ሂበይ ኣነሲ ብሓደ ግዜ ብሓደ ግዜ ርኢኽስ ኢድኪ ሂብኪ ኣይከብድን? ኣብ ገዛኺ ምስ ከድኪ መልሲ ከም ትረኽብላ ተስፋ እገብር። ናብ ዝቕጽል ሕቶታተይ ክሰግር። ፍቕሪ ንዓኺ እንታይ እዩ? ፍቕሪ እሞ ብኸመይ ትገልጽዮ ስምዒት ፍቕሪ? ካሊእኸ ቃንዛ ገለ ኣለዎ ዶ? መርዓ ብኸመይ መንገዲ ተዝሓልፍ ይምረጽ? ዕላል ምስ መን ይብራሃኪ? እቲ ከቢድ እዩ ትብልዮ ነገር እንታይ እዩ? ክብደት ናይ ቃል ኪዳን ጸባይኪ ከ ከመይ እዩ? ርግቢ እንድየ'ታ ኣነ ግርህቲ ትፈትውዮ ነገር እንታይ እዩ? ዳማ ካሊእ ከ የለን? ሕሹኽ ክብለካ እሺ ቀሪበ ኣለኹ ድራር ንዓይኒ ኣባህላኺ። ፍቕሪ ወሲድካ ንዓባ ፍቕሪ ሃበኒ ኦው እዛ ፍቅሪ ኣብ ማህተም ልብኺ እያ ዓሪፋ እስኪ ብዘይ ፍቅሪ ናብራ ትኽእል እዮ ዶ እሺ ክብርቲ ካራክተር ድምፃዊት ዳናይት ዮሃንስ ሕቶታተይ እናቐጸሉ እዮም። ካብ ህይወት እንታይ እንታይ ተማሂርኪ ክሳብ ሕጂ? እምነትን ጥልመትን ክትውስኺ ትኽእለኺ ካሊእ እንድሕር ሃሊኪ? ጭካነን ለውሃትን እሺ ክብርቲ ካራክተር ብቕድሚያ ነፍቃሪኺ ተሕልፍዮ መልእኽቲ ተሃሊኪ?

ግርም እዞም ዝከታተሉና ዘለዉ ቻናልና ሰብስክራይብ ንክገብሩኸ እንታይ ትብልዮም? ግርም የቐኔለይ ሓሪፍ መልእኽቲ እዩ ፅቡቕ ዕላል እዩ ኒና ንቐፅል ዶ? እሺ ክብርቲ ጋሻና ድምጻዊት ዳናይት ዮሃንስ፣ ጆን ፋሚሊ፣ ዕድሜን ኣኽቢርኪ ግዜኺ ሰዊእኺ ስለ ዝመጻኺ ከመስግነኪ ይፈቱ። ደሓን ኩኒ። ከምኡ ውን ክሳብ መወዳእታ ንዝተኸታተልኩምና ውን ምስጋናና ዝለዓለ ዩ። ቻናልና ሰብስክራይብ ግበሩ። ኣብ ቀጻሊ ምስ ካልኦት ክንምለስ ኢና። በብዘለኹሞ ሰሰናዩ ንዓኹም ይኹን ንዓና ውን ከምኡ። ቻው ቻው።